በዚ ኣጋጣሚ ድማ ንኣብ ኩሉ ኩርናዓት ዓለም እትርከባ ሓበሻውያን ደቂ ኣንስትዮ ደጊምና ደጋጊምና እንኳዕ ናብዚ በዓል ናጽነት ዝኾነ ናይ ኣዋልድ ቅነ ብሰላም ኣብቀዓክን ንብል። ክቡራን ክቡራትን ተኸታተልትና ትርጉም ሕላገትና ሰለስተ ትርጉም ደለዎ ኮይኑ እቲ ቀዳማይ ጎርዞ በጊዕ ኣዝያ ጽብቕቲ ከምዚ ከማይ ጎርዞ በጊዕ ማለት እዩ ካልኣይ ድማ ጥዑም ጣዕሚ ደለዎ ካብ ዓይነታት ኣሕምልቲ ኮይኑ በዚ ከባቢ ጋሽ ባርካ ዝርከብ ካብ ዓይነታት ሓምሊ እቲ ዝጠዓመ ዝመቀረ ማለት እዩ ሳልሳይን ናይ መወዳእታን ድማ ዕንበባ ማለት እዩ ኣዝዩ ጥዕም ሽታ ንኣፍንጫ ማራኺ ዝኾነ መሳጢ ድኾነ ጥዑም ሽጣ ደለዎ ዕንበባ ማለት እዩ። በዚ ኣጋጣሚ ድማ እዚ ነቕርበልኩም ደለና መደባት ልክዕ ከምቲ ትርጉም ናይ ሕላገትና እንዳተዛነኹም እንዳተመሰጥኩም ክትከታተሉና Like Comment Share and Subscribe እንዳበልኩም ድማ ክትዕዘቡና ብኽብሪ ንዕድም። እኽሊ ብገበታ ሰብ ብያታ ክበሃል ሰሚዕኹም ኣለኹም። እዚ ማለት ከምቲ እኽሊ ብገበታ ዝዕቀን ወይ ድስፈር፣ ከምቲ ብገበታ ድስፈር፣ ወድ ሰብ ድማ ከምቲ ኣብ ባህሉ ብዘለዎ ዕምቀት ኣፍልጦ ዘለዎ ያታ እዩ ዝዕቀን ክብል ሓው በረኸት ኣማረ ኣብ መጽሓፉ ካብ ጥሪ ናብ ትሪ፣ ትብል ገሊጽዎ ይርከብ። ንሕና ድማ ናይ ሎሚ ወግዕና ኣብኡ ኣተኩሮ ጌርና ምስ ማማ ምሕረት ተኪኤ ድበሃላ ናይ ኣደ ምኽርን ናተን ድማ ናይ ጥበባዊ ስርሓተን ተሞክረእንን ከካፍላና ናብ ቤተን ኣምሪሕና ኣለና። ማማ ምሕረት እንኳዕ ብደሓን ጸናሕክናና። እንኳዕ ደሓን መጻእኩም።
እሺ ማማ ምሕረት ብመጀመርታ ነቲ ምዉቅ ድኾነ ኣደናታዊ ምኽርኽን ከምኡ ዉን ጥበባዊ ስርሓትክን ከተዉግዓና ፍቃደኛታት ብምዃንክን ብስመይን ብስም ተኸታተልቲ ሽበን ኢንተርተይመንት ብልቢ ኣመስግን ክብረት እሃበለይ ንዓኹም ሒዝና ንዓኹም እንተዘይንረክብ ንሕና ዉን ከምኡ ዓይነት ዕድል ኣይምረኸብናን። ስለዚ የቐንየለይ ክብረት ይሃበለይ ንስኻትኩም ከኣ ድኻምኩም ከይጸብጸብኩም ኣበይ ኣላ ኢልኩም ደልየኹም ንዓይ ምርካብኩም ከኣ ብጣዕሚ ይሕጎስ ይሕበን ከኣ የቐንየለይ ክብረት ይሃበለይ። ግርም ክብረት ይሃበልና ማማ ምሕረት ተኪኤ ማለት ካብ ግዜ ቁልዕነተን ኣብ ከምዚ ትርእይዎ ደለኹም ቤተን በቲ ናውቲ ጥበባተን ማዕሪጉ ደሎ ካብ ጊዘ ቁልዕነተን ካብ ኣዲኤን ብዝወረሰኦ ጥበባዊ ስርሓት እየን ከውግዓና ብዝያዳ ነቲ መደብና ድማ ክትቋደስዎ ማማ ምሕረት እስከ ተሞክሮኽን ክትነግራና መጀምርታ ግን ቅድሚኡ ብምኽንያት እዚ በዓል ናይ ቅንያት ኣዋልድ እዩ ደሎ ነዘን ኣዋልድና ናብ ባህለን ናብ ጥበባት ናይ ኣዴታተን ንኽመጻ እስከ ገለ ክትጅምራለይ ብእኡ።
እወ ጥበብ እኳ ካብ ንእስነትካን ካብ ገዛኻን እዩ ዝጅመር። እወ ልክዕ እዩ። ሕጂ እንታይ እዩ
እቲ ንሕና ዝዓበናሉ እዋናት እወ። ኣዴታትና ይሰፍያ ይፈትላ ንሕና እውን ደድሕሪኤን እንዳማዕበልናዮ እንዳማዕበልናዮ ካብ ናብ ርክያሞ ንሓልፍ፣ ካብ ርክያሞ ናብ ጎልፎ ንሓልፍ፣ ከምኡ እናበል ከኣ ይኸይድ ነይሩ። ሕጂ ግን ኣብዚ እዋን ኣብዚ ዝሒሉ ኣሎ፣ ዝሒሉ ኣሎ። ከምቲ ቀደም ንሕና ዝነበርናዮ፣ ከምቲ ዝዓበናሉ ኣይኮነን። እሱ እንታይ እዩ፣ ኣብ ክፍሊ ትምህርቲ ንመሃር ነይርና ንሕና። ሎሚ ግን ኣብ ክፍሊ ትምህርቲ ስለ ዘየለ፣ ኣይቀጸለን ኣይቀጸለን ክብል ከለኹ ይቕጽል እውን ኣሎ ኣለዋ ዝደልኦ ዝገብርኦ ሓደ ሓደ እውን እኮ ብተበግሶ ናታተን ኣሎ እቲ ስሩዕ ትምህርቲ ከምቲ ናትና እየን ዘይረኸባ እምበር እቲ ዊንታስ ኣሎ እቲ ድሌትሲ ኣሎ ብዙሓት ደቂ ኣንስትዮ ቆልዑ እውን ተምሃሮ ድን ዓበይቲ ድን ኣሎ ጨርሹ ኣይጠፍአን እቲ ጉድለት ዝረኣየና ኣነ ኣብ ክፍሊ ትምህርቲ ከም ቀደሙ ጎስጓስን ክፍሊ ትምህርቲ ዘይምህላውን ግን ሃስይዎ ነዚ መደብ ናይ ኢደ ጥበብ ይብል
ግርም እወ ቆልዓ ካብ ንእሱ ቆርበት ብርሕሱ ከም ዝበሃል ኣብ ግዜ ትምህርቲ ብፍላይ ኣብቲ ንኡስ ዕድሚኦም እንተ ጥበባዊ ስርሓት እንተራእይትዮም ክዓብዩ ይኽእሉ እዮም ኢልክና። ግርም ማማ ናብ ስርሓትክን ክንመጽእ ኣጀማምራኽን ብኸመይ እዩ ነይሩ? ብዘይ ቀልዓለም ድማ እታ ናይ መጀመርታ ስርሓትክን ከተውግዓኒ። እሺ መጀመርያ ከምቲ ዓንተወይ ድበልክዎ ሰብ ካብ ገዝኡ እንድዩ ዝብገስ። ኣዴኻ እንድሕሪ ኣዴኻ ዝገበረቶ ኢኻ ትገብር ኣዴኻ ዝገበረቶ ኢኻ ትገብር ኣደይ ፈታሊት እያ ነይራ ፈቲላ እያ ባዕላ ትኸደን ስፈ ትስፊ ርግሀ እያ ትስፊ ንፍዕቲ ሰበይቲ እያ ነይራ ሕጂ ኣነ ምስኣ እየ ሕልኽልኽ ድብል ደገ ከማን ወፅየ ኣይፃወትን ሕብሪ ባዕላ እያ ተስቲ ክትስፊ ከላ ሕጂ እቲ ሕብሪ ደሰዮቶ ኪዲ ስጥሕዮ ትብለኒ ይሰጥሓላ ማይ ኣምጽኢ ትብለኒ ኮምኡ እናበልኩ ሕጂ ኣነ ኣብቲ ሞያ ኣትየ ኣብቲ ሞያ ኣትየ ክትፈትል ከለ ከኣ ይጪሐላ ጪሕ ጪሕ ትብለኒ እሞ ይምንጭቶ እሞ ኣይትመንጭትዮ ቀስ ጌርኪ ጪሕዮ ኮምኡ እንዳበልኩ እስኮታ ዳርጋ ኣንፈት ሒዘ ምስ ምስ ኣደይ ምስ ኣደይ ኣንፈት ሒዘ ንሳ ኮፍ ትብል ኣነ ከኣ ምስኣ ኮፍ እብል እቲ ኣንፈት እሳ እያ ትጅምር ካብኡ ትምህርቲ ምስ ኣተና ኣብ ራብዓይ ክፍሊ እዩ ዝጅመር ነይሩ እዚ ናይ ኢደ ጥበብ ትምህርቲ። እወ። ሕጂ እቲ ናይ ገዛና ጥራይ ዘይኮነ ኣነ ፊደል ኣይፈቱን እየ ዋላ ክሳብ ሕጂ ጋዜጣ ኣንቢበ ወዲኤዮ ኣይፈልጥን እየ ጥራይ ኣብ መርፍእን ኣብ ፈትልን እየ ዘተኩር ኣብ ራብዓይ ክፍሊ ምስ ኣተኹ ሕጂ ሙሉእ ኣተኩረይ ኣብኡ ኮይኑ ዋላ እተን ናይ ኢደ ጥበብ መምሃራነይ እውን ዝያዳ ንዓይ ይፈትዋ እቲ ብጸ-እቲ ከምኡ ጽብቕ ዝበልኦ እውን ንዓይ እንዳ ሃባኒ ክሳብ ሻዱሻይ ክፍሊ ድበጽሕ ኣብኡ ተማሂርና። ብድሕሪኡ ክምርዖ ምስ ቀረብኩ እቲ ኣንፈተይ ምስ ረኣዩ ስድራይ እውን ኣብ ሳንታ ፋሚልያ ዝበሃል ናይ ገዛና እንዳ ናይ ኢደ ጥበብ ትምህርቲ ኣብኡ ኣእትየ ኣብኡ ቀጺለዮ። ሕጂ ንሱ ጥራይ ኣይኮነን ኣኺሉ ንግናይ ዝረኣኹዋ ኣርእያኒ ሓድሽ ዓይነት ስራሕ እንድሕር ሪኤ ኣነ ዘይፈልጣ ዋላ ክሳብ ሕጂ እዛ ሰዓት እዚኣ ኣርእዩኒ እናበልኩ እየ ድኸይድ እንድሕር ዘይፈልጣ ረኺበ ከምኡ እናበልኩ ሕጂ እዕብየዮ የዕብየዮ ሕጂ እቲ ዝያዳ ዘምዕበኹዎ ከኣ ንሜዳ ምስ ከድኩ ከኣ ስፈ ኣብ ኣስመራስ ብዙሕ ንሰፊ ነበ ንሰፊ ኢና ግን ከምቲ ዝድለ ኣይነበረን ኣብ ኣስመራ ከለና ንሜዳ ምስ ከድኩ ሽዕኡ ስፈ እንታይ እዩ ተመክሮ ከምስ በሉኒ ኢደ ጥበብ ኢለዮም ኢደ ጥበብ ክትብል ከለካ ኣብ ሜዳስ ከምዚ ካልእ ዝዝረብ ስኢነ እየ እምበር ይጠቅም ኢለ ኣይኮንኩን ይጠቅም ኢለ ኣይኮንኩን ግን ከምኡ ምስ ኮነ ናብ ሃገራዊ መርሃ መሪሐ ከምኡ ፀኒሐ ናብኡ ሰኣልቲ፣ ቀረጽቲ፣ ሙዚቀኛታት። ሓቀይ ኣብ ሽሕን ትሽዓተን ትስዓን ሸውዓተን ኢኽን ተሰሊፍክን። ን ሰብዓን ሸውዓተን ዝተመደብኩሉ እንድዩ። እወ። ሰማንያን ክልተን ግን ኣሃ ኣብ ኣብ ሜዳ።
ህዝባዊ ግንባር እወ፣ ኣብ ዝተሰለፍክሉ። ሜዳ። ሕጂ ነይሮምና ሰኣልቲ፣ ነይረን ከኣ ኣዋልድ ናይ ኢደ ጥበብ። እወ። ሕጂ ምስአን ተሓዊሰ ኣብኡ ሰሪሐ። ኣብኡ ምስ ረኸብኩ ሽዑ ፈትልን መርፍእን ተሓጉሰ እሰ ኮይኑ እቲ ናተይ ሲ እንታይ ክሰርሕ እየ ካትብል ን ምስቶ ዝነበረኒ ዕድመ ምስ ዝነበረኒ ዕድመ ምሓር እሳተን ካብ ኣነ ስለ ዝሓይሽ ካብእን ንዐዐን እንዳመሃርኩ ንዓይ እንዳሰራሕኩ ንዐዐን እንዳመሃርኩ ንዓይ እንዳሰራሕኩ ከምዚ ኢልና ዓቢና ሕጂ ንኣብነት እቲ እዚኣ እዚኣ ሕጂ ኣብ ሽሕን ትሽዓተ ሚእትን ሰማንያን ሸውዓተን ኣብኡ ዝሰራሕኩዋ እያ። እዚ ኣብዚ ዘላ ብርግሀ ድያ ተሰሪሓኪ? ላስቲክ እዩ። ላስቲክ እዩ። ሓደ ነይሩ ብፃይ ናብ ካርቱም ዘቕመጥሲ እስከ ይሃብዎ ንዚ እንታይ ተጠቐመን ኢሉና ጨንዲሕና ሽዕኡ ስፈ ሰፊናዮ ፅቡቕ መፅኡ ኩሉ እዚታት ናቱ እዩ ከምቲ እናበልና ኣብዚ በፅሕና። ግርም ንእሽተይ ክመልሰክን ማማ እስከ ኣብ ግዜ ኩትትናኽን ምስ መሓዙትክን ዝነበረ ኣተዓባብያ ከመይ ተሕልፈኦ ኔርክን ንእሽተይ ከተውግዓኒ። እወ ኣተዓባብያና ንሕና ከምዞም ናይ ሎሚ ቆልዑ ጎራሓት ኣይነበርናን ኢና ጥልይ ጥልይ ዝል ዝል ፍቲ ፍቲ ክትብል ኢኻ ትውዕል ክሳብ እታ ተሓጺኺ ዝብሉኻ ኢልካ ጥልይ ጥልይ ፍቲ ፍቲ ገለ እዚ ታት ሪኪያሞታት ግን ምስኡ እንዳማዕበለ መጺኡ
ንመዛኑ ክንትሰፍያለን ንሰናድ ክንትሰፍያለን ነርኪ ግርም ሕጂ ክትምርዖ ከላ ሓንቲ ጓል ቅድም ሙሉእ ናይ ገዛ ኢኻ ትሰርሕ ሒዛያ ትኸይድ ናይ መንደቕ ድስቀል ናይ ዓራት ናይ ጣውላ እቲ ጣውላ ይሃልኻ ኣይሃልኻስ ኣይትፈልጥን ኢኻ ነቲ ክዳን ግን ትሰርሖ ግዴታ እዩ ትሰርሕ ኣንሶላ ምትርኣስ ገለ ትሰርሕ ትሰርሕ ብኡ ትምርዖ ሕጂ እተን ኢደ ጥበብሲ እወ ኩሉ ከከም ሞዩኡ እንድዩ ከከም ባ ዝምባሌኻ እንድዩ እወ ልክዕ እዩ ዋላኪን ሕና ዝዓበናሉ ግዜ እውን እወ ክጽልኣካ ድብላኻ ነይረን ቅንይ ክትብሊ ኣይት- ኣይትመንውዮ ኣይትብልዮ ይብላኻ እወ ኣብታ መርዓ ምስ መጸት ግን ስርሐልና ኣብላኻ
ትዕግስቲ ምህሪሙ። እወ ትዕግስቲ ይሓትት። ኣብዚኣ ንእሽተይ ክትሕብራለይ ዝደሊ ንተዓዘብትና ጥዑም ለሳ ዝበዝሐ ግዜ ጓል ኣንስተይቲ ንሰብኣይ ኣተሓሕዛ ዘለዎ እንተ ዓቃል ኮይና ትዕግስቲ እንተ ሃልይዋ ዝያዳ ንሰብኣያ ንበዓል ቤታ ክትከስቦ ይከኣል እዩ ይብል እሞ እስከ ምስቲ ናይ ጥበባዊ ስርሓትክን ኣዛሚድክን እቲ ትመሃርኦ ዝነበርክን ዓቕሊ እስከ ኣብዚ ክተውግዓኒ ንእሽተይ ማማ። እወ ትዕግስቲ እኳ ንኹሉ እንድዩ ዘድሊ ናብ ሓዳር ጥራይ ኣይኮነን እወ ኣብ ስራሕካ ትዕግስቲ የድልየካ ልክዕ ምስ ጎረቤትካ ትዕግስቲ የድልየካ እወ። ምስ ሓዳርካ ትዕግስቲ የድልየካ ምስ ደቅኻ ትዕግስቲ የድልየካ ትዕግስቲ ኣብ እህ። ኩሉ እያ ተድሊ ንሓደ ንኽልተ ኣይትፈልንያ ሕጂ ትዕግስቲ ንሰብኣይ እንድያ ክትብሊ ዘለኺ እወ ሰብኣይ እንድሕር ዕግስቲ ኮይና ሰበይቱ እወ እቲ ዘምጽኦ ሽሻይ ብግቡእ እዩ ዝጠፍእ ናይ ሎሚ ደቂ ኣንስትዮ ፅቡቅ ኣለና ፅቡቅ ኣለዋ ይሰርሓ ባዕለን ገንዘበን ዝጎደለ ንምልእ ኣለዋ ሎሚ ቀደም ግን ከምኡ ይነበረን ቀደም እሱ ዝሃበካ ጥራይ ኢኻ ትምፅእ ንስኻ ኮፍ ኢልካ ንፍዕቲ እተኮይና ትሰፊ ትፈትል እምበር ኣታዊ ገንዘብ ኣይነበራን ቀደም ኣታዊ ገንዘብ ኣይነበራን ካብኡ ጥራይ ኣፅበ ሕጂ ኣብዚ እዋን እዚ እቲ ዘምጽኦ ንሱ እቲ በዓል ቤትካ ዘምጽኦ ንደቅኻ ብግቡእ ተብሊዕካዮም ንዕኡ ብግቡእ ተብሊዕካዮም ኮታ እቲ ገዛኻ ዝሕዞ እንድሕር ብግቡእ ጌርካ ሒዝካዮ እዚ እዩ እቲ ትዕግስቲ ዝበሃል እምበር ሰኣን ዕልኻ እውን ዝመጸ እስቤዛ ዝመጸ ሺሻይ እውን ብግቡእ ዘይጠፍእ ገዛ ኣሎ ብግቡእ ዘይጥቀማሉ ግዘ ኣሎ ትዕግስቲ ስለዚ ትዕግስቲ ንኩሉ ንኩሉ ኣድላይት ትዕግስቲ እዩ። እሺ እሺ ክብረት ሃበልና ሕራይ ናብ ዝነበረ ናይ ሜዳ ኣሰላልፋኽን ክንምለስ ከመይ ነይሩ ተሞክሮኽን ብፍላይ ኣብቲ ወኒ ናይ ምስፋይ ወኒ ምስ መርፍእን ፈትልን ዝነበረክን ኣብ ሜዳ ምስ ከድና ግን ልክዕ ኪድ ምስ በልካ ኣይትረኽቦን ኢኻ። እቲ ዝነበረ ጥሙሕነትክን ኣብታ ልክዕ ፈትሊ መርፍእ ምስ ረኸብክን ኣስከ ናብኣ ንእሽተይ ምልስ ኣብላኒ። እወ ሕጂ ከምዚ ኣንተው ዝበልኩኽን ግን ክትሕት ፎርም ክትመልእ ከለኻሲ እንታይ ክእለት ኣለካ እንታይ ወልፊ ኣለካ ኢኻ ትሕተት። ሕጂ ወልፊ ቡን እብሎም ይረክብ ኣይረክብን ኣይፈልጥ ክረክብ ኢሉ እውን ኣይኮንኩን
ቡን ትፈትዋኽን ኣይግርም ዘይብሎም ከ ኢኻ ትብል ዘይፅሓፍ ከ ኢኻ ትብል ክረክብ እየ ኢልካ ኣብኡ ቡን ኣይትሓስብን ኢኻ ኣወዳት እዮም ድበዝሕ ኣለዉ ኢልክ እንዲኽን ማማ ብዘይ ቀልዓለም ሕጂ ንገራኒ ኣወዳት እዮም ድበዝሕ ኣብኡ እሞ ቡን ክደይናይ ከይርከብ ድዩ ወላ በረኻ ኢልክ ግርም እናተቐለብካ እኳ ክንዲ እወ እንታይ ሽሙ እወ ሕጂ
ሰውራይ እወ ቡን እወ ካልኣይቲ ከዓኒ ካልእ ሞያኸ እንታይ ኣለኪ ይብሉኻ ኢደ እም፣ ጥበብ ትብሎም እወ ሕጂ እቲ ኢደ ጥበብ ክብል ከለኹ ናይ ብሓቂ ክሰርሓሉ ኢለይ ኣይኮንኩን ካልእ ሞያ ስለ ዘይብለይ እህም፣ ካልእ ሞያ ስለ ዘይብለይ ካልእ ሰርቲፊኬት ትምህርቲ ስለ ዘይብለይ ግን ንጥቀም ኣይጥቀም ሞያ ርእሲ እሱ እዩ እቲ ክእለት እየ ኢደ ጥበብ ገይርም መጀመርታ ክትጅምራ ከለኽን ብጎልፎ ክንጀሚርክን ሰሚዐ ብከመይ ክንጀሚርክን ጎልፎ ምስራሕ ድያ እታ ናይ መጀመርታ ስራሕክን ነበረት ቀደም ከም ዝብለኪ ቅድም
ኣብ ገዛይ ምስ ሕቱ ክትብል ነይረ ምስ ኣደይ ድሓር ኢደ ጥበብ ምስ ኣተና ኣብ ትምህርቲ ምስ ኣተና ርክያሞ ጀሚርና ኣብኡ ከለና ሽዕኡ ጎልፎ ምምሃር ክንምሃር ጀሚርና ጎልፎ ሕጂ ሕዱር ትምህርቲ ኣይነበረን ካብ ካብ መሓዛኻ ካብ ገለ ካብ ገለ እንዳተለቃቕሓካ እቲ ሓንቲ ነቲ ሓንቲ ኢኻ እናተረኣኣኻ ትኸይድ ክብቲ እዋንቲ ስልኪ ይነበረን ናይ ጎልፎ ሓደ ሓደ ጥልያን እየን ዝሕዞኦ ነይረን እምበር ኣይነበረን ከዓ ከምዚ ምዕብል ግዜ ከዓ ኣይነበረን ኣብቲ ግዜና ሐጂ እንታይ ገይርና ማእዶ ድብሃል ነይሩ ኣይትፈልጥዮን ትኾኒ ንስኺ እንታይ ሽሙ መግበሪ እዩ መቕለዊ እዩ ከምዚ ድርቂ ከምዚ ናይ መኾስተር ማእዶ እዩ ድብሃል ኣብ ማእዶ ገይርና ንሰርሕ ስርሕ ምስ ፀናሕካ ትስበረካ እታ ማእዶ ስበረካ ትርድ በለ እንዲ ረቂቕ ረቂቕ እዩ ሕጂ ከምዚ ጌርኪ ክትሰርሕያ ከለኺ ትስበረኪ ደሓር ስልኪ ናይ ፅላል እዚ ፅላል እዚ ቆሪጽካ ንዕኡ ጸሪብካ ብኢድካ ከምዚ ጌርካ ስሒልካ ኣብ ከምኡ ክንሰርሕ ጀሚርና ሕጂ ክንሰርሕ ከለና ብትኽታኽ ጎልፎ እዩ ከተኣሪ እምበር ሓድሽ ጎልፎ በይን ክትረኽቦ ሽኡ ትፈልጦ ጎልፎ ትምፅእ ትዝርዝራ ንዓኣ ብኣኣ ኣቢልካ ትሰርሕ ቅናት ትሰርሕ ጉልፎ ናይ ቆልዓ ትሰርሕ ዳሓር እዚ ማታ ሲም ዝባሃል ናይ እንዳ ጉልፎ ምስ መጸ ሽዑኡ ተማሓይሽና ጽቡቅ ጉልፎ ክንሰርሕ ኪኢልና ንቆልዑትና ንነብስና ንፈተውትና ክንሰርሕ ኪኢልና ሕጂ ኣነ ክሳብ ሕጂ ጉልፎ ናይ ኢድ እምበር ናይ ማኪና ተኸዲነ ኣይፈልጥን እየ ኣብዚኣ ናትልኩም ከማን እዛ ናይ ዓራት ተነጺፋታ ደላ እሱ እወ እዚ ዓራት ተነጺፍዎ ዘሎ ብእንቺነቶ እዩ እወ እሱ ናይ እዋይ ኢዱ ግርም ኩሉ ኩሉ ብምሉኡ ጎልፎታተይ እወ ናይ ኢዱ ባዕልኽን እወ ካብ ክሳብ ኩሉ ሕጂ ደድንቐክን ኣነ ናይ ማማ ዘይርብሽ ሕብሪ ትመርጻ ምዃንክን እዩ እወ
ቅድም ሓሲብክናሉ ዲኽን ትመርጻ ኖ፣ ኖ፣ እቲ እቲ ትምህርቲ እወ ይጠቕመካ እዩ እወ ልክዕ እዩ ይጠቕመካ እዩ ትምህርትና ኣብዚ ቀደም ስኮላ ሴታን እዩ ዝበሃል ነይሩ ሽዑ ንሕና ክንመሃር ከለና ኢተገመነን ዳክ ኮይኑ ደሓር እወ እወ ሓውሲ ናይ ጥልያን እየን እተን መማህራንና ዝነበራ። እወ እወ። እቲ ሮዛ ኣብሊዕኻ ሮዛ ትፈትዎ ቸለስተ እብላኻ ቸለስተ ትፈትውዮ ከምኡ እናበልካ ሕጂ እቲ ሕብሪ ይርድኣካ ይርድኣካ ኣየናይ ምስ ኣየናይ ይኸይድ ሲ በብቑሩብ በብቑሩብ ይርድኣካ እሞ ድሓር ሜዳ ምስ ከድኩ ከኣ ነዞም ሰኣልቲ ስለ ዝነበርኩ እወ ንእሳቶም ከዓ ይምህሩና ነይሮም አ፣ ግርም እ፣ ኣብ ሜዳ ዝነበረ ሰርቲፊኬታት ግን የድርእ ደለኹ ኣብዚ መንደቕ ካብ ኩሉ ዘድነቕክዎ ከኣ ካብ ቀዳማይ ካልኣይ ሳልሳይ ባዕሊ ክንዲ ወሰድክንኦ ብልጫ ኣሎ እስከ ከመይ ኔሩ ብዛዕባ እቲ እዋን እቲ እስከ ቅሩብ ክትዕላኒ። ድሕሪ ናጽነት እዩ እኮ እዚኤን ሰለስቲኤን ባህላዊ ማእከል ጌሮምልና ቀዳመይቲ መብልዕ ቁርሲ ኔራ ከምቲ ዓይነት ኣሳፋፍያ ከምዚ ዓይነት ሕጂ እዚ ኣሳፋፍያ እዚ እቲ ስፈ ናይ ቀደም እዩ ኣታ እቲ ማእለሙኡ እዋ እቲ ማእለሙኡ እዋ ናይ እዋ ቀደም እዩ ግን ኣነ ናብ ናብ ኣስመራ ምስ መጻእና እህ ኣብዚ ማእከላይ ቤት ጽሕፈት ምስ ተመደብና እዋ ደቂ ኣንስትዮ ነይረናና ብዙሓት ዝመሃራ እዋ ምግቢ ብዕዮ ምግቢ ብዕዮ ዝወስዳ እዋ እዋ እ ሰሪዐ እዋ ሰሪዐ እዋ ብሓንቲ ሕብሪ ከም ትኸይድ ገይረ ኣውጽኤያ እምበር እታ ስራሕ ናይ ቀደም እያ እወ እታ ኣሰራርሓ ናይ ቀደም እያ ግን ኣነ ግን እዚ ከም ትርእዮ ዘለኺ ጌረ እወ ሰሪዐዮ ሰሪዐዮ ሽዑኡ ንመጀመርያ ግዜ ሰሪዐ ዝወሰድክዋ እወ ቀዳመይቲ ወጺኣ ቀዳመይቲ ወጺኣ ካልኣይቲ እዚኣ ወጺኣ እዛ ቦርሳ እዚኣ እወ ኣቤት እም ሳልሰይቲ እዚኣ ወጺኣ እዚኣ
ሳልሰይቲ እዚኣ ወፂኣ በዚኤን ተሸሊምክን ቀዳመይቲ ካልኣይቲ ሳልሰይቲ ኮይንክን ባዕልክን ወሲድክና ዝበዝሐ ግዜ ከም ሽልማት ክንርኢ ከለናስ ወይ ኣብ ቀዳማይ ወይ ኣብ ካልኣይ ወይ ኣብ ሳልሳይ ኢካ ትረአ ናትክን ግን ጥበብክን ባዕሉ እዩ ዝዛረብ ናብዚ ኣብዚ ፍልይ ዝበለ ኣብ ፍሬም ናትክን ወይ ከዓ ኣብዚ ክስታይ ዝርኢ ደለኹ እንታይ እዩ እዚ ማማ ባዕልኽን ዝሰፈቕኖ እወ ከመይ እቲ እወ ስእሊ ሕጂ እስከ እዚ ብዛዕባ እዚ ስርሓትክን ክተውግዕኒ እዚ ሕጂ ቁጽሪ እንድዩ እወ ብቑጽሪ ኢኻ ትሰርሖ ሕጂ ሓደ ሓደ ግዜ ስታምብ እትወቐት ትመጸኪ እወ ድዘኞ እወ ሕጂ ነታ ድዘኞ ሓንቲ እንድሕር ኣጉዲልክላ እታ ስእሊ ብምልእታ የላን። ጥንቃቀ እዩ ዝሓተካ እምበር እቲ ስራሕ ቀሊል እዩ ግን ክትጥንቀቅ ኣለካ እወ። ከምቲ ኣንተ ዝበልኮ ትዕግስቲ ክህልወካ ኣለዎ ልክ እዩ ሓንቲ ነገር እንድሕር ተፈት ተጋጊካ ከኣ ክትፈትሓ እንተ ዘይክኢልካ እታ ስራሕ ንዘልኣለም ግናይ እያ ግናይ ግናይ እያ እወ ተመሊስክን ትፈልጣ ዶ ማማ እ? እ፣ ተበላሻትክን ንድሕሪት እወ፣ ተመሊስክን እወ፣ ኣንጸርጺርክናሉ እወ፣ ትፈልጣ መዓልቲ ከይተበላሸወካ- ኣሎ ዶ እስኪ ብዛዕባ እቲ ከይተበላሸወካ- መዓልቲ ክትዕልላኒ ከይተበላሸወካ ዝኽ- ዝውዳእ ስራሕ የለን ልክ እዩ ልክ እዩ ከይተበላሸወካ ዝውዳእ ስራሕ የለን ኣነ ግን ናቱ ታኣሽሙ እንግዲ ኮይኑ ሰለስተ ማዓልቲ ድሰራሕኩዎ እንድሕር ሓንቲ ጊጋ ተረኺባ እንድሕር ትቶመኒ ኮይና እወ ወይ ከምዚኣ ክትበልያ ወይ ዓይና ይጭንግርያ ወይ ገለ ክትከውን እንድያ እወ እወ እተን ሰለስተ ማዓልቲ ድሰራሕኩዎን ይፈትሐን ይፈትሖ ከም ባሓ ኣብ ሰለስተ ማዓልቲ እወ ሰለስተ ማዓልቲ ድሰራሕኩዎ ይፈትሖ እወ ስፈ እንተኾይኑ ይቆርጾ እምበር ስቅ እልካ እዚኣ እዚኣ ዳሓን እያ እዚኣ ኣይትፍለጥን እያ ኢለ ኣይገድፋን እየ። እዚ ከምኡ ስለ ዝኾነ ፅቡቕ መፀለይ። ግርም
እዚ ጥበባዊ ስርሓት ክቡራን ክቡራትን ተዓዘብትና ከምቲ ቀደም ዝነበሮ እኳ ይስጉም ኣሎ እንተደይበልና ግን ገለ ናብ ድሕሪት ተመሊስኩም ክትኮኑ ተስፋ እንዳገበርና ሕራይ ማማ ክንቅፅል ብዛዕባ ኣብዚ ዘላ ፈትሊ ስራሕ ኣነ እኳ ቀደም እፍትን ነይረ እየ ማማ እትትን ነይረ ብዘይ ቀልዓለም እስከ ናብዚኣ ስራሕትክን እዚኣ ክንደይ ትምዕርግ እያ ክትፅበ መዓት እስከ ብዛዕባ እዛ ስራሕ እዚኣ ዕላኒ ንእሽተይ እዚኣ ሕጂ እቲ ስራሕ ከምኡ እንዲ ከምዚ ክስታይ እንድዩ እዋ እዚ ከምዚ ስግር ስግር ሕልፍ ሕልፍ እዩ ከምቲ ናይ ላኻ እዩ እዋ እዋ ናይ ላኻ ዚግዛግ እዩ ዓይነት ዘለዎ ዚግዛግ ዓይነት ዘለዎ እዩ እህ ፈትሊ እዩ ክንደይ እቲ ዓመት ፈትሊ ወሲዳትልክን ነዚኣ ዓመት ወሲዳትልክን ክንደይ ግዜ ትወስደልክን እንድሕር ሒዝካዮ እወ ግዜ ኣይትረክብን ኢኻ ትደክም ኢኻ ከዓ ኣብ መንጎ ትጉትፎ እም፣ በዓላት እውን ኣለና ተ- ንሕና እወ፣ እወ። ነቋርፆ ከይሰፈና እወ ሕጂ ክንዲዚኣ ወዲኣትለይ ክብላ ኣይክእልን እየ ግን ምናልባት ኣብ ሽዱሽተ ወርሒ ወዲኣያ ይኸውን እዩ ምስ ኩሉ ስርሐይ ጥራይ? እንዳወፈርኩ ስርሐይ እንዳወፈርኩ ስራሕ ነይሩና ሽዑ እወ ፍርሓት ነይሩና ሽዱሽተ ኣኪለ። ወርሒ ውሕድ እዩ እዎ፣ ሽ- ሽዑኡ እንዳወፈርኩ ስራሕ ከምዚ ሕጂ እዎ ኮፍ ኣይበልኩን። እዎ ስራሕ እንዳወፈርኩ ካብ ሽዱሽተ ወርሒ ኣይ- ኣይትሓልፍ ኢለ ይሓስብ ኣነ። እዋ ኣይዝክሮን ልክዕ ግን ካብ ከም- ከምኡ እያ ትኸውን።
እሺ ግርም ክንከይድ ኣብዚኣ ዝመሰጠትኒ ስራሕ ኣላ ማማ እዚኣ ቆርበት እዚኣ ስራሓትክን ብዛዕባ እዚኣ ንእሽተይ ክተዕልላኒ ሕጂ እዚ ስርሓት ቆርበት ውን ናይ ቀደም እዩ ንዕኡ እየ ዘመሓይሽ እምበር ሓድሽ ነገር ክንምህዝ ኣይንኽእልን ኢና ንሕና እተን ቀዳሞት ዝገበርኦ ከማን ኣጥፊእናዮ ኣለና ሕጂ እዚኣ ኣነ እቲ ገበርኳ ክፈትያ እሞ ካብታ ዶ
እዋ በዚ ክታብት እሺ እወ ሕጂ እዚ ስራሓት ቆርበት እዚ ኣብ ከምዚ ኣብ መሶብ ወርቂ ገለመለ ኣይተሰርሐን እቲ ዲዘኙ እቲ ስራሕ ግን ናይ ቀደም እዩ ናይ ቀደም እዩ ኣብዚ ናይ ኮሮታት ገሌ እዚ ከኣ እዚ ክልተ ሕብሪ ገይረ ሰሪሐዮ ዘለኹ ባዕለይ እየ እምበር ቀደም ከምኡ ኣይነበረን እንጂ እሱ እዩ ሕጂ እዚኣ እንታይ እያ እቲ መሶብ ወርቂ ተብላ እወ መሶብ ወርቂ እያ ትበሃል ኢልክና እወ እዚ መሶብ ወርቂ እንድዩ ዝበሃል ሕጂ እዚኣ ኣብ ውሽጣ ባልጃ ኣላታ እዋይ እወ
ናይ መሕቢ ሓንቲ እዚኣ ኣቤት ወርቂ ድዩ ገለ ድዩ ክንሓብእ ተደሊና ግርም ምሕቢ ዋላ ካብ ሰብኣይካ ከዓ ምሕባእ ኣሎ ሕጂ ሕጂ እዚኣ ሞሶብ ወርቂ እንድያ እዚኣ ናይ ወርቂ መቐመጢት እንድያ እዚኣ እታ ምሽጢ ሽማ ነላ ውን እወ ሞሶብ ወርቂ መሶብ በቃ ወርቂ በዚኣ እያ ሞሶብ ወርቂ ሞሶብ ተሰምያ እህ ሕጂ እቲ ስልማት ይኹን እቲ እወ እ፣ ሰልዲ ይኹን ብምስጢር ክዕቀብ ደለዎ ንብረት እወ እንብሎ እወ ኣብኣ ስለ ድዕጾ ደሎ እዩ እወ እዚኣ ውን ኣይትኸፍ ኣይ ሕጂ እወ እዚኣ ውን ካልእ ሰብ ክኸፍተልካ የብሉን እንድዩ ኣይከፍተልካን እዩ እወ ኣይከፍትዋልካን እዩ ግን ዝያዳ ኸኣ ዕቅብቲ ኸኣ ኣድሊና እዋይ ግርም ግርም ኣዝዩ ንዓይ ንድማርኽ ጥራይ ደይኮነ ክንደይ ጥበብ ድሓለፎ ስራሓት እየ ድርኢ ደለኹ ማማ ናብዚ ናይ ርክያሞኽን ስራሕ ክንመጽ ርክያሞ ድዩ ድበሃል መጀመርታ ደፊረ ከይከውን እወ ከምዚ ትርእይዎ ደለኹም ክብራት ተሓታተልትና እዚ ናይ ማማ ምሕረት ስራሓት እዩ ከመይ እዩ ማማ እዚ ባዕልኽን ብጎልፎ ሕብርታት ባዕልኽን ስእሊ ደውጻኽንኦ ስራሕ ድዩ ከመይ ነይሩ ከመይ ነይሩ ብዛዕባ እዚ ሕጂ እቲ ኣሰራርሓ እዚ እወ ኣብ ካሻ ኢኻ ትሰርሖ እዚ ኣብ- ኣነ እኳ ርቕቕ ዝበላ ጽቡቓት ካሻ ረኺበ ደቀቕቲ ኮይነናለይ ኣብ ጀዲድ እዚ እወ መደረብታ መደረብታ ኣሃ እወ እህ፣ መጀመርታ ግን እዚ በይኑ ንላዕሊ እዩ እወ ክንሰፍዮ ላዕሊ እሺ ሕጂ ኣሎ ሓደ ዓይነት ኣሰራርሓ ሕጂ ከምቲ ዓንተብዩ ዝብልኩኺ ኣብ ሓደ ቦታ ከይደ ኣክርያ ከይደስ እንዳ መሓዙተይ ሰክዕ ክሰርሓ ርእየየን ረኪበየን በየን ኣምጺኤንኦ ኣይፈለጥኩን ከይደ ርኣኒ ኢለየን ሕጂ ካብቲ ናተን ኣኒ ዝያዳ ሰሪሐሉ ድሓር ሜዳ ምስ ከድና ከኣ ኩለን ተማሂረን ከምዚ ናተይ ኔርናየን ኣብኡ ከኣ ብዙሕ ሰሪሕናሉ። የዜን ዓይነት እየን ካልእ እዚታት ቦንተ ኮረቾ ይበሃል እዋ እቲ ኣብ ኣብ ሳሎን ዘሎ ኣሃ እዋ እዚኤን እወ
ቦንተ ኩሉ ኩሉ ዳርጋ ስራሐይ ሲ ቦንተ ኮረቾ እዩ እዚ እዚ ቦንተ ኮረቾ እቲ እቲ እዩ ብኢድ ተጠሊፉ እቲ እዛ ናይ ብዳዊት ስእሊ ኸ ናትክን ድያ እሱ ቁፅሪ ኣይኮነን መርፍ እዩ ብመርፍእ መርፍ እዩ እሱ ተሳኢሉ ብመርፍ እዩ ከይዱ እ፣ መስል እወ ክቡራንን ክቡራትን ተዓዘብትና ብፍላይ ከኣ ደቂ ኣንስትዮና እዚ ትሪኤኦ ደለኺ ንቤተን ብወሃደ በለ ጥበባዊ ስራሓተን ኣማዕሪገንኦ ደለዋ ንሕና እቲ ዘመናውነት እኳ ነድህበሉ እንተበልና ግን ብዝያዳ ኣብቲ ባህላዊ ስራሓትና ነዴታትና ተሞክሮኣን ልዝብ እንዳበልና ንናይ ቤትና ጽባቐ ኣጉሊሕና ከነርኢ በዚ ኣጋጣሚ ብኽብሪ ይሓትት ሕራይ ማማ ብምቕጻል ኣብዛ ዘላ ሞሶብን እዚኣን ሓንቲ እየን መስለኒ ይመሳሰላ ንደለዋ ወላ እወ ጓላ እያ ጓላ እያ ጓላ እዚኣ ሞሶብ እያ እዚኣ ከዓ ኣገልግል እያ ኣገልግል ሕጂ ዝበዝሐ ጊዘ ከምኡ ዲና ክንሰርሕ ደለና ምስ ምስኡ ንዝኸይድ ስራሓት ድዩ ከመይ እዩ ነይሩ እስከ እቲኣ እውን ነዚኣ እያ ትመስል መስለኒ ብተኻእለ መጠን ከምኡ እዩ ክኸውን ዘለዎ። ብተኻእለ መጠን እወ ሞሶብ እንድሕር ሃልዩካ ኣገልግል በብናቱ ደረጅኡ ከኣ ኢኻ ትሰርሐሉ እወ እዚ ናይ እንጌራ ቀደም እንጌራ ኢና ንወስደሉ ኔርና እንዳ መርዓ ሕጂ ውን በዚ እወ ብሞሶብ ኢኻ ትኸይድ ኔርካ እንጌራ ሒዝካ ከምዚ ናይ ሎሚ ብብያቲ ምብላዕ ኣይነበረን ሞሶብ ሒዝካ ጌርካ ትኸይድ እወ እዚ ኣገልግል ከኣ ንኣብነት ሓራስ ክትበጽሕ እንድሕር ደሊኻ ወይ ገለ ክትበጽሕ እንድሕር ደሊኻ ኣብዚኣ ሓሙሽተ ጣይታ ዓጺፍኪ ሒዝኪ ትኸዲ። መርዓ እንድሕር ዘይኮነ መርዓ እንድሕር ዘይኮነ ኣገልገል ሒዝካ ኢኻ ትኸዲ። ናይ ሎሚ ደለና ኣዋልድ እኮ ቢኬሪ፣ ማንካኤ፣ ድስቲ ሒዝና ኢና ንኸይድ ደለና። ቶርታ ከ ኣለኩም? ኣወ ቶር ተወሳኺ ኣለኩም ደሓን እዩ ከምዚ መቐመጢ መሶብ ተጀሚርና እኮ ነቲ ጎጎ ናብዚ ዘመናዊ ነገር ኣምፅእ ኣቢልና ገለ ነገር ክንሰርሕ ኢና ሕራይ ማማ ኣብዚኣ ሓንቲ ፅብቕቲ ቦርሳ ይርኢ ኣለኹ እዚኣ ኣብዚ ዘላ ከመይ እያ ነይራ
ቅድሚኣ እዚኣ እያ ግን እዚኣ እወ ቅድመዓ እዚኣ ሰሪሕክና እወ እዚኣ መዓስ ተሰሪሓ መስለኩም እወ ሽሕን ትሽዓተ ሚእትን ሰብዓን እያ ተሰሪሓ ሽሕን ትሽዓተ ሚእትን ሰብዓን ሰብዓን ቅርሲ እዩ
ኣብቲ ኣንቲክ ብምንታይ እዩ ተሰሪሑ ደሎ ፈትሊ እያ ፈትሊ እዩ ፈትሊ እዩ

ክቡራንን ክቡራትን ተዓዘብትና እዚ ሽበን ኢንተርተይመንት እዩ። መደባትና ንኽዓቢ እቲ ትብህግዎ ዓይነት መሳጢ መደባት ንኽንእግድ ኮመንት ሼር ላይክ and ሳብስክራይብ እንዳበልኩም ክትከታተሉና በዚ ኣጋጣሚ በኽብሪ ንዕድም። ሕራይ ማማ ክንቅጽል። ኣብ ኣብዚኣ ዘላ ስራሕ ክን ናይ ቆርበት ስራሕ ኣላ ብፍላይ ምዘን ናይ ሕጂ ዘለና ዘመናውያን ደቂ ኣንስትዮ ኢልና እነሰምያ ንነብስና እክልቲ ቦርሳ ትመስል ክራን ክራትን ተዓዘብትና ምዚ ቅንያት ናይ ክራማት ደሎ ድምጺ ናይ ማይ ኣብ መንጎ ትሰምዕዋ ክትህልው ኢኩም ይቅሬታ እንዳሓተትና ሕራይ ክንቅጽል ማማ ስራሓት ናይዚኣ ጥበብ ክን ኢና ንዘእነውግዕ ጸኒሕና ከመይ ነይሩ መጀመርታኣ በዚ ውሽጣ ከም ዝረኣይ እንደሎ ከኣ ዝ ርጉድ በለ ምቹእ ዝኾነ ነገር ኣለዋ ጡጥ ድያ ተሰሪሓ ካብ ጡጥ ድያ ከመይ ነይሩ? እወ እዚኣ ክሰርሓ ከለኹ ፈትሊን ዓለባን ገይረ እንድየ ሰሪሐያ። ዓለባን?
እወ ፈትሊን እቲ ናቱል ዓለባ እወ ናይ መስርሒ ከምዚ ዓይነት ቁጽሪ ዘለዎ እወ እወ ኣሎ ኣሰራ እወ ፈትሊ ኣሃ እወ ብዚ ቁጽሪ ነገር ዝመስል ኣሎ እወ እወ እወ እወ እወ ሕጂ ኣብ ከምኡ ከምቲ ዓንተቦይ ዝበልኩኺ ምጥንቃቕ እዩ ዝሓትት ምጥንቃቕን ግዜን እዩ ዝሓተካ ስነ ጥበብ ሕጂ ቦርሳ ኔራ ሃኒ ኣሪጋ ኣላ ሕጂ ልክዕ ከምዚ ኣሰራርሓኣ ከምዚ ኣሰራርሓኣ ሲ ኣሪጋ ከመና ክንደይ ሰብ ንመርዓ ጌርክና ክትከዳ ከለኺ ንቐንእ ነይሩ ዶ እወ እወ እወ ግበርልና ገለ ድብል ነይሩ ዶስ በይልና እወ እወ፣ ኣነ እውን እኮ ሓንቲ መዓልቲ ከይመንጠልኩኽን ኣይውዕልን እንዴ። ሕራይ ማማ፣ ኣነ ሕጂ ግን እዚ ክሓተኪ ኣታእሽሙ እንዲ ኣትዩ ኣብ ሚዝየም እወ እወ ይእትዩ እዩ ኣሃ እሺ እዚ ሕጂ እዚ እዚ እወ ደብዘበን እዩ ስርሑ እዩ እዚ ከብት እወ ከብሒ እዚ እወ እወ ንከምኡ ክኾነኒ ኢለ እየ ብዓቐን ናይቲ መሶብን እወ በቲ ዓቐን ናይቲ ኣቑሑተይን እወ ገይረ ኣስሪሐዮ ጽቢባትኒ ኣላ ከማን እሳ። እዋ እኹል ኣሎ እኹል ኣሎ እ፣ ኣነ ግን ክ- ክብሎ ድደሊ መጀመርታ ስእሊ ድዩ ድመጸክን ሓሳብ ድዩ ከመይ እዩ እ፣ እቲ ስእሊ እዚ ኸ ዲ- ዲዘይኑ ክትረኽቦ ኣለካ እቲ ስእሊ ማለት እዩ እቲ ትረኽቦ። ስእሊ ስእሊ ምስ ረኸብካዮ እንዳ ቆጸርካ ኣብ ጸል ክትሕልፎ ባዕልኻ። መጀመርታ ስእሊ ምስ መጸክን እዩ ከነ እወ ክሳይ እወ ኦኬ እወ እሺ ኣይቀረብኩዎን እምበር ነይሩኒ ከማን ብዘኛታት ሓያለ እወ እ- ምስቲ ሃንደበት ዝመጸናክን እ፣ እንዲ ክኸውን ድኽእል እወ እወ
እምበር ቁጽሪ ኣብ ቁጽሪ ኢኻ ትረኽቦ እቲ ኣ- ኣብ ወረቐት እወ ተሳኢላ ተቖጺራ ትመጸካ እቲ ሰለስተ ኣርባዕተ ሓሙሽተ እንዳበልካ እወ ትሰርሕ ኣብቲ ዓለባ ተስርሕ

ክቡራን ክብራትን ተዓዘብትና ክምቲ ኣቀዲምና ዝሓበርናኩም እዚ ክራማት ዘሎ ድምፂ ናይ ዝናብ ኣብ መንጎ ክኣትወና ይኽእል እዩ ግን ከኣ ነቲ ናፊቅኩሞ ዘለኹም ድምፂ ከተስተማቅርዋትሉ ብኣቀዲምና ብትሕትና ንሓትት ማማ ኣባል ናይ ሰገን ጉጅለ ኤርትራውያን ስነ ጥበባት ኢኽን ከምኡ ውን እዛ ቡለቲን ካብ ዲዛይነር ኣብርሃም እየ ረኺበያ ንኣባላት ናይ ጾመማን መምህር ነይርክን ኢኽን። እስከ መጀመርታ ኣመዳድባኽን ወይ ከመይ ኢልክን ኢኽን ምስቶም ኣሰልጠንቲ ኴንክን ምስቶም ሰገን ንብሎም ደለና ብኸመይ ኢኽን ኣቲኽን እስከ ከነዕልል። እዞም ጉጅለ ሰገን ኤርትራውያን ካብ ካብ ሜዳ ኢና ንፈልጥ ካብ ሜዳ እወ ንሓንሳብ ኢና ኔርና ናይ ኢደ ጥበባት ስራሕቲ እሶም ተባሂልኩም ሰኣልቲ ተኣኪብኩም እወ እወ እሶም ሰኣልቲ ኣነ ንሕና ከኣ ናይ ኢደ ጥበብ እወ ኣብ ሓደ ክፍሊ ኢና ኔርና እወ ምስኣቶም እወ ኢና ኔርና ሕጂ ምስ መጻና ን ከተማ ምስ ኣተና ድሕሪ እወ ናጽነት ማሕበር መስሪቶም በዓል እወ ብርሃን ኣዳነ ዘለዎ እወ በዓል ደሞዝ እወ መስሪቶም ማሕበር እታ ማሕበር ከም ተመስረተት ፈሊጠ ኣነ እቲ እውን ንምሳኹም እዩ ኢለዮም። እቲ እውን ንምሳኹም እዎ። እዎ ክሕበካ ኣብ ትደሊ ኣለኹ ኢለዮም። እዎ። በል ፅንሒ ክንሓስብ ኢና ኢሎምኒ። ሓሲቦም ተረዳዲኦም እዎ። ንቀበላ ኢሎም። ደሓር ብደብዳበ ተቐቢልናኪ ኣለና ዝብሉ። ሕተቲ ብደብዳበ ኢሎምኒ። ብደብዳበ እዎ። ከዓ ተቐቢልናኪ ኣለና እዎ። ኢሎምኒ። ግርም።
እህ። ግርም ኩላትኩም እቶም ናይ ኢደ ጥበባት ስራሓት ዲኹም ተኣኪብኩም ኣብኡ? ከመይ ነይሩ እቲ ኣሰራርሓ ከ? እቲ ኣሰራርሓ ናይ
ጉጅለ ሰገን ኤርትራውያን እወ ብድልየትካ እንዲኻ ትኣቱ እወ ብድልየትካ ኢኻ ትኣቱ እወ ገለ ሰብ ሕጂ ምስ ኣተወ ቀልጢፉ ዝገድፎ ኣሎ ከምዚ ናህና ንዕድሚኡ ሙሉእ ዝቕጽል ከኣኒ ኣሎ ከምኡ እዩ እቲ ናይ ማሕበር ነገርሲ ገለ መገሻ ከይድ ገለ ባዕሉ ከዓ ይገድፎ ከምኡታት እዩ
ግርም ንኺድ ንቐጽል ኣነ እውን ከም ዝሰማዕኩልክን ኣለዎ ሳልሳይ ዙርያ ራብዓይ ዙርያ ኣብ ሳዋ እንዳኸድክን ትምህራ ነርክን ምስዞም ጉጅለ እዚኦም እንከለዉ ድዩ ነይሩ እቲ ኣማህራ? ከመይ ነይሩ እቲ ስልጠና ምስኦም ምስ ኣወሃህባ?
ሃማደኤ እየ ነይረ። ምስ ሃማደኤ እወ፣ ኮይንክን እየን እብ ክን ክር ሃማደኤ ወኪለን እየን ሰዲደን ኣነ ንዓይ እወ ሳልሳይ ዙርያን ራብዓይ ዙርያን ኣብ እወ ሳዋ ምሂረ እወ ብሃማደኤ ተወኪለ እወ እወ እቲ ንብረት ናይ ሃማደኤ እዩ ፍቓድ ናይ ሳዋ እዩ እህ ነይረ ክልተ ግዜ ኣብኡ ኮርሳ ዛርተ ዙርያን ራብዓይ ዙርያን ሓደ ግዜ እውን ብጠለብ ናታቶም ሓዝሓዝ ሓደ ዓመት ምሂሩ እሱራት ካልእ ግን እናእሽቱ ትምህርቲ ከዓ ብዙሕ ሓያለ እየ ሓያለ ምሂሩ ሓያለ እወ ኣለዋ እኮ ገለ ብቐዳማይ የዕልል ነይረ ምስ ሓንቲ ኣባል ራብዓይ ዙርያ ዝነበረት ኣጋጣሚ ኣልማዝ ቀደታ ትበሃል ነዚ ተሸብሊለዮ ደለኹ ድቐነነትኒያ ከነዕልል ከለና ኣብ ሳዋ ነይረን ድመጻና ብሃማድኤ ነተን ዘይክእላ ዝምህረኤን ዝነበራ ኢላትኒ ተቐባልነተን ብፍላይ ዕዙዝ ከም ዝነበረ ከምዚ ኢለን ውን ብሃማድኤ ምስ መጻ እተን ንኽእል ነበርና ፈትልና ሒዝና ድኸድና ነይርና እተን ፈትሊ ሒዘን ደይመጻ ከኣ ፈትሊ ሒዘን ከም በዓል ማማ ምሕረት መፅየን ነይረን እወ፣ ሓቂ፣ ኢላትኒ ሓቂ፣ ሓቂ፣ ሓቂ፣ እወ ሓቂ፣ ሰላም ሓቂ። በለይ ኢላትኒ በዚ ኣጋጣሚ እወ፣ ሰላምታ ሰላምታ ኣስዓብ። ኣስዕለይ ኢላትኒ ሰላምታ እወ ኣስዓብ። ሓራይ ክንቅፅል ማማ እ፣ እንታይ እንታይ ንጥፈታት ኢኹም ኣካይድኩም እ፣ ብልክዕ ኸ ነቶም ፅሙማን እ፣ ይኸውን እዩ ስለ ዝበልክንኦ ድዩ ወላ ከም ማሕበር ተጠርኒፈን ክመፃና ኣለዋ እስከ ኣብዚኣ ናይ ቡለቲን ዝነበረ ስልጠና ክን ክን ከነውግዕ እወ፣ ሕጂ እቲ እወ ስልጠና
ደቂ ኣንስትዮሲ
ሓደ እቲ ባህሊ ክምዕብል
ከም ዘለዎ
ኣብ ልዕሊኡ ንሳተን ከኣ ነብሰን ዝኽእላሉ
ነብሰን ዝኽእላሉ ክመሃራ ኣለወን ተባሂለን ንኽልተ ዓመት ተማሂረን ናትና ናይ ኢደ ጥበብ ተማሂረን ሕጂ ናባይ ርክያሞ ተማሂረን፣ ጎልፎ ተማሂረን፣ ማሕዘል ተማሂረን፣ መፍተል ተማሂረን፣ ኣርባዕተ ዓይነት ማሂርና ኢና። ናይ ናይ ሰኣልቲ ከኣ ነይሩ። ናይ በዓል ኣብርሃም ከኣ ነይሩ ጥልፊ። ሳርቶ ከኣ ነይሩ ሓደ። ከም ከኣ ኣቆራርጻ ክዳን ከኣ ድምህር። ኩሉ በብዓይነቱ እዩ ነይሩ ትምህርቲ። ጽዑቕ ትምህርቲ እዩ ነይሩ። ኣብቲ መጀመርያ ብዙሕ ፋሽን ኣይኮነን ደሓር ግን ፈትየንኦ ፈትየንኦ ደሓር ግን እታ ግዜ ንኸትውዳእ ከማን እናተቐዳደማ እየን ከይደን ተጠቒመን እየን ክኢለን እየን ንሕና እውን ንሕጎስ ንዓግብ ምክንያቱ ዝመሃርካዮ ሰብ ፍርያትካ
ሓደ ሰብሲ ምሂርካኒ ሳላኻ ረቢሐ እየ ክብለካ ከሎ ጽቡቅ እዩ ሕጂ ብዙሓት ኣለዋ ደቂ ኣንስትዮ ንዓይ ሳላኺ ደቅና ኣዕቢና
በዚ ኣጋጣሚ እውን ኣብዛ ሽበን ኢንተርቴይመንት ንዝዕዘባኺ ዘለዋ ደቅኺ ኣብቲ ግዜ እቲ ተምሃሮኺ ዝነበራ እውን ገለ ክብላኺ ኣብቲ ኮመንት ክትፅበይና እወ ሳላኺ ደቅኺ ኣዕቢና ምሂርክና ዝብላ እቲ ሞያ እቲ ዓቕሚ ናተን እንድዩ እወ ልክዕ እዩ እቲ ድሌት ናተን እዩ እኮ ንስኻ ምሂርካየንሲ ኣብ ቁምነገር እንድሕር ኣብጺሐንኦ ኢዩ እምበር ኮፍ ኣቢልካ በዚ ስፈዪ በዚ ኮፈሊ ኣይትብለንን ኢኻ። ኣብ ገዘእን ኮይነንሲ ከም ድሌተን ገይረን ክሰርሓን ክሸጣን ከለዋ እቲ እተመሃርኦ ኣብ ግብሪ የውዕልኦ ኣለዋ። ሕጂ ሳላኺ ዝብላ ብዙሓት ኢየን። ከምኡ ክብለኻ ከለዎ ሕጂ ንስኻ ትሕብን። እወ ግርም ግርም ማማ ኣብዚኣ ናትክን ዘድነቕክዋ ስራሕ ነይራ ኣብዛ ናይ ብዳዌት ስእሊ እቲ ልክዕ ቅብኣ ከመይ እዩ ነይሩ ኣነስ ብጣዕሚ ተመሲጠላ ኮይነ እየ ማማ ንሽተይ እቲ ካብታ ስእሊ እስከ ክንጅምር ናይ ሜዳ ስራሓት እያ ኣብ ሜዳ ከለኹ እየ ሰሪሐያ ሕጂ እቶም ከም ዝበልኩኺ ሰኣልቲ እንድዮም ምሳና ዘለዉ እወ ይሕግዙኻ እዮም እወ ልክዕ እዩ እዚኣ ከቢዳ ኣላ እዛ ሕብሪ እዚኣ ኣፍኩስያ ይብሉኻ እወ እዚኣ ከምዚኣ ግበርያ እዚኣ ኣብዚኣ ግበርያ ይብሉኻ ይስእሉልካ እወ ደሓር ዋላ እቲ ሓበሬታ ናይቲ ገጽ ገለመለ እቲ ጽላሎት ገለ ብርሃን ትበሃል ይርእዩኻ እዮም ይርእዩኻ እዮም ሕጂ ኣርእየኒ ክትብሎ ከለካ ንሓድሽ እናተሓጎሰ ናተይ ተበለ እዩ ዝርእየካ እወ ሕጂ ከምኡ ስለ ዝኮነ ኣብኡ ሰሪሐ መጀመርታ እታ ስእሊ ብርሳስ ጌሮም ምስ ሃቡክን ባዕልክን ባዕለይ እቲ ሕጂ እቲ ውህደት ናይቲ ሕብሪ እወ ባዕልክን ኣብኡ ውን ዝገበርክናዮ ክሕግዙካ እዮም ክሕግዙካ እዮም ሕብሪ ናይ ሰብ እንታይ ይመስል ልክዕ እዩ እወ እንድያ ሕብሪ ትሕሽኪ እቲ ም- ምስፋይ ግን ንስኽን ኢኽን ጌርክኖ እወ እወ ሕጂ ኣብኡ እዩ ደሎ እቲ ጥበብ ብኣብኡ እዩ እወ። ደነቕክዎ እቲ ኣነ ከምዚኣ እዛ ሕብሪ እዚኣሲ ኣብዚኣ ኣብዚኣ ግበርያ እንድሕር ኢሉኒ እወ እቲ ሕብሪ እዩ ዝሕብረኒ ዘሎ እምበር እታ ውጋእን እታ ሳይንስን እስኺ ክትሓልፍያ እናተይ ደለኹ እሱ እዩ ሕጂ እቲ ዓቕሊ ድሓ ትድበልኪ እወ ነዋ እወ ኣቐዲምኪ እንድ እወ ነገርክናኒ እም ልክዕ እቲ ሕብሪ ከይከደካ እወ እታ ሰማያዊት ክትኣቱ ከለኻ ኣበየነይቲ እወ ትኣቱ እወ እ በዚ ኣጋጣሚ ኣዝየ ኣእመና እየ እም ከድንቐኪ እንድደሊ እም እ የቐንየለይ ሕራይ ኣነ ማማ ነቶም ብምቕጻል ተበለ እ ኣብ ከዕልል ከለኹ እ ብቐዳማይ እ ማማ ከይደን ክዳን ክሰፍያ ከለዋ ፈትለን ሒዘን እየን ድኸዳ፣ ባዕለን ብዝመርጸኦ ሕብርታት እየን ድገብራ ኢሎምኒ'ሞ ድበዛሕና ብፍላይ እንዳ ሰፋዬ ክንከይድ ከለና እቲ ሰፋዬ ድገብረልና ደሎ ዓይነት ኣከዳድና ስራሓት ኢና ንኽደን እሞ ኣባኽን ግን ፍልይ ድበለ ኮይኑ ተሰሚዕኒ ብዛዕባ እዚ ንእሽተይ ክትብላኒ። እወ
ሐጂ ክ እዚኦም ሻርቶታት እወ ዘለዉ ነስፍየሎም እንዲና እወ። ናይ ልምዲ እዮም ብልምዲ ዝሓዝዎ እንድዩ እወ ሕጂ ንሓንቲ ፌሩስ ቁልቁል ኣፋ ገይሮም ይሰትይዋ እወ ሓንቲ ገረብሲ ቁልቁል ኣፋ ኮይና ትሰቲ እወ እወ
ድሓር እንታይ ዓይነት ክዳን ከ የጸብቐልካ ኣብ ኣብ ነብስኻ ከኣ ክትፈልጥ ክትክእል ኣለካ እወ ልክዕ እዩ ልክዕ እዩ እወ እ፣ ባዕልኽን ብዝመረጽክኖ ናትክን ሕብሪ ሒዝክን ኢኽን ትኸዳ እወ ናተይ ሕብሪ ሒዘ ምስ ከድኩ ዋላ እታ ኣሰፋፍያ ከማን ይነግሮ ከምዚኣ ጌርካ ከምዚኣ ጌርካ ከምዚኣ ጌርካ ስፈይ ኣሎ ቁመት ሓንታ ተድልየኒ ሕጂ እዚ ነዊሕ ቁመት ባይታና ኮስተረ ዝኸይድ ኣይስፍን ይኹም ፍትይ ዝበለ ከምዚ ይርሳሓኒ ንዓይ ንዕኡ ከምዚ ይርስሕ ገይረ እየ ደስፍዮ ብርሱቕ ኢለ ኣይክድን ከምዛ ሕጂ ነዛ ክዳንክን ጌርክን ኣደለኽን ውህደት ናይ ሕብሪ ባዕልኽን ብዝመረፅክናያ እወ እዚኣ ሕጂ
ኣብርሀት ትበሃል ኣላሚት ኣላ ኣብ መደበር ንፍዕት እያ እወ ሂበያ እቲ ዲዘይን ሽዑ እወ ፈትሊ ከዓኒ ርክያሞ እያ ክትገብረለይ ኢለያ እዚ እወ። ከምዚ ብረቕሪቕታ እወ ሽኮነ እወ ሕራይ ኢለያ ገይራትለይ ድሓር እኳ ተቋይቋትኒ በርትዕኒ ኢላ ግደፊ እደ ኢለና ኢላትኒ እዚ እወ ከምኡ እየ ሕጂ ዋላ ኣላምቲ ነፀላ ከእልም ከለኹ ክዳን እወ ከእልም ከለኹ እወ ባዕለይ ሓርየ ፈትሊ እየ ዝህበን እዚኣ ድሕሪ እዚኣ፣ እዚኣ ድሕሪ እዚኣ፣ እዚኣ ድሕሪ እዚኣ እወ ጌርኪ እለምለይ ብላ ሕጂ ብዝላሃና ኣላምት እወ ከምኡ ጌራ ትኣልመለይ። እምበር እይ ስቕ ኢለን በቲ ዝሃባኒ ኣይከይድን እየ። ኣብ መርሳ ሚድያ ምስ ከድኩ እወ እቲ ብዙሕ ውህደት ናይ ተማሂረ። ሕብሪ እወ ስእሊ ይምህሩና፣ ሕብሪ ይምህሩና፣ ኣየናይ ድሕሪ ኣየናይ ክንገብር ሕጂ ንሕና ቀደምሲ ደድሕሪ ክስታይ ክስታይ ደድሕሪ ክስታይ ክስታይ ኢና ኢልና ኢና ንኸ እወ ንኸይድ። እወ ኣብኡ ግን ኣየናይ ሕብሪ እዩ ደድሕሪ ኣየናይ ሕብሪ ሲ ተማሂርና ኢና ሜዳ ክመጽእ ኣለዎ። እወ ተማሂርና ተማሂረ እዩ እ፣ ኣ- በዚ ኣጋጣሚ ክቡራን ክቡራትን ተዓዘብትና እ፣ መደብና ኣብ ምዝዛሙ እዩ ደሎ እ፣ ማማ ምሕረት እቲ ዝያዳ ሕጂ እ፣ ከም እ፣ ደቂ ኣንስትዮ መጠን እ፣ በዓል ናይ ኣዋልድ ቅንያት ጌርና እንዲና እዚ መደብ ነካይዶ ደለና ብፍላይ እዚ ከምዚ ንቤትካ በቲ ናትካ ጥበባዊ ስርሓት ከተማዕርግ ምኽኣል፣ እቲ ዘሎ ዓይነት ናውትኻ ብገዛእ ጥበብካ ምምዕራግን ምጽብባቕን ዝያዳ ውህበት ዘለዎ መሳጢ ዝኾነ ትርኢት ንምፍጣር ክትጥቀመሉ ደለካ ንባህልኻ ምልስ ኢልካ ምስቲ ናትካ እኖታትካ ይኹን ኣዴታትካ ተሞክሮኣን ምውርራስ ይጎድል ኢዩ ደሎ እሞ ብዛዕባ እዚ እንታይ ክትብላና ትኽእላ? ሕጂ ኣብዚ ዓድና ሲ ኢደ ጥበብ ብሉጻት ኢና ብሉጻት ኢና ናይ ብሓቂ ብሉጻት ኢና እዚ ጥራይ ኣይኮነን ስፈ ጥራይ ኣይኮነን ፍዕሎ ድብሃላ ፍዕሎ ሕጂ ኣብዚ ጋሽ ባርካ እቲ ድበለጸ ዓይነት ስራሕ ኢዩ ድበለጸ ኢዩ ክስርሕኦ ከለዋ ሕብሪ ስቴን ክኣልምኦ ክክዕልኦ ከለዋ እቲ ጽቡቅ ስራሕ እዩ ኩሉ ኣብ በብሄሩ ሲ ነናቱ ጽባቀ ኣለዎ።
እሺ ማማ። ጂጂ ስነ ፅባቀ እንዲና ንብል ዘለና ናይ ኢደ ጥበብ። ደጥበብ ኣብ ሃገርና ብጣዕሚ ምዕቡል እዩ ምዕቡል እዩ ፅቡቅ እዩ ሕጂ ይሃስስ ኣሎ ማለት እዩ ኣብ ኩሉ ብሄር እቲ ንኣብነት እንድሕር ኬድካ በዚ ብበዓል ጋሽ ባርካ ትክዕሎ ኣብኡ ዘሎ ግን ከምዚ እዩ ፍዕሎ ፍዕሎ ሕብሪ ኣስቴን ፍዕሎ እንታይ ማለት እዩ ክብራት ተዓዘብትና መታን ምክሳይ ክገብሮ ኣሰራርሓ ናይቶም ኮበት ስራሓት እዩ። ኣዝዩ ጥበበኛ ዝኾነ ስራሕ እዩ ብሉጽ ከኣ እዩ ኣብ ሓደ ሓደ ግዜ ተሰሊሙ ክትሪኦ ከለኻ ኣብ ዳሳት ክምዕብል ዝግብኦ ስራሕ እዩ ጽቡቕ እዩ እወ ኩሉ ዋላ ኣብ ብሄረ ኩናማ ከማን ኣሎ ሕጂ ኣነ ብጸብቁርቲ መጽናዕቲ ገይረ እምበር ብዙሕ ብሙሉኡ እይገበርኩዎን እወ ብዓል ብሄረ ኩናማ እወ ለኻስ ትስራሕ ድያ ዘላ ዋላ ኣይትስራሕን ኣይፍ ከመይ ገይረን እየን ድመልክዓ ቅልጣፈ ይመልክዓ እወ ናይ ኣዴኻ ጥዑም እዩ ይመልክዓ ይመልክዓ ይመልክዓ እወ ኣሰራርሐኣን ከዓ እ ፅቡቅ ፅቡቅ ስራሓት ከዓ ኣብኡ ልክዕ እዩ እወ ስራሓት ቆርበት ኣሎ ንኣብነት እቲኣ መሪፀ ዘትረፍክዋ ናይ ቆርበት እያ ኣይናተይን እያ ኣነ እወ ኣይክእሎን እየ ከመይ ይስራሕ ኮን ኣህወ ግን ስራሓት ቆርበት እታ ቆርበት ሕጂሲ ዘርፍዖኦ እወ ትምልሳዕ ላስቲክ ይሕፍስ ካብዚ እወ ላስቲክ ይሕፍስ እዋ ከመይ ገይረ እኔ እንደርፍዖ ክቆድኦ ከለዋ እወ ክቆርጽኣ ከለዋ ማሽን ከምኡ ገይራ ኣይትቆርጽን እያ ኣብ እግረን ቀርቂረን ክ- ክሽርጥኣ እህ ከለዋ እወ ሰብ ድየን ዋላ እንታይ እያ ክትብል እቲ ውሕልነት ሕጂ እወ የለን የለን እወ እንዳሃሰሰ መጽእ ኣሎ እንዳሃሰሰ ኸይዱ እቲ ቀዲኣ ቅድሚ ዓሚ ሲ ኣብ ኤክስፖ ኤክስፖ ኩሉ ሻዕ ድኸይድ ሪኤኪ ዶ ብቀዳም እወ ሪኤክኒ ሕጂ ሓቲተያ እዚ ቆርበት እዚ ከምዚ ዓይነት ስራሕ ሲ ትሰርሓ ዶ ትነዊሕ ናይ ተዕሽሙ እዩ ትሰርሓ ዶ ኢለያ እወ ኢሎሞ ደኣ ተሪፉ እንድዩ ግን ክትምርዖ ከለኻ ሕጂ ኣነ ክመርዖ ከለኹስ ናይ ዓባየይ ገይረ ተመርዕየ ኢላትኒ እዚ ከኣ ሕጂ ካልኦት ክመርዓዋሉ እየን ኢላትኒ ሕጂ ርኢኺ እቲ እቲ ባህሊ ኣሎ እቲ ባህሊ ኣሎ እቲ ጥበብ ግን የለን ይተርፍ ኣሎ። ስለዚ ስታፍ ተዝብገስ እዋእ ካብ ሞባይል ቂኒን ምባል ከ ደሓንኩም
ክብራውያን ክብራትን ተዓዘብትና መደብና ኣብ ምዝዛም ገፅና እዩ ልክዕ እዩ እቲ ባህሊ ኩሉ ብምልኡ ይሃስስ ኣሎ እኳ ተደይተባህለ ካብኡ ናብኡ ኣብ መርዓታት ልክዕ ነዴታትና መሲልና ማዕሪግና ንኸዶ ደለና እሱ ውን እኳ ክጥቀስ ኣለዎ ምሽ ማማ እወ ከምዚ ኣነ ሕጂ ማዕሪገ መጽየ ደለኹ ዲዛይነር ኣብርሃም ኣማዕሪግኒ ደሎ ከምኡ ኸኣ እንተ ኣብቲ ምስ ቤተሰብ እንሕወሶ ኣብቲ ሕብረተሰብ እንቕልቀለሉ እንተ ነቲ ባህልና እንዳጠቐስና እንዳሰመና እንዳማዕረግናሉ እንተ መጺና ነዚ ናይ ጥበባዊ ስርሓት ከም ናይ በዓል መምር ማማ ምሕረት ውን ዝያዳ ኣቓልቦን ኣድህቦን ክንገብረሉ በዚ ኣጋጣሚ ብትሕትና ዕድም። ማማ ኣብ መወዳእታ ገለ ሓበሬታ ክትብኦ እትደልያ ወይ መልእኽቲ ከተመሓላልፎ እትደልያ እንተሎ በዚ ኣጋጣሚ ዕድል ክበክን።
መልእኽቲ እኳ ዳርጋ ተናኺፍናዮ ኢና ኣንተወይ እወ ልክ እዩ። ተናኺፍናዮ ኢና እተረፈ የለን። እቲ ድሌት ናይ ደቂ ኣንስትዮ ወልፊ ናይ ደቂ ኣንስትዮ ኣይተሳእነን። ኣይተሳእነን እወ። ኣይተሳእነን። እቲ ወኒ ኣሎ። እቲ ወኒ ኣሎ ኣብ ኩሉ ክህሉ ይክእልን እዩ ሕጂ ኩለን ደቂ ኣንስትዮ ዋላ ኣብ ዕድሜና ዝጸልኦኦ ነይረን ነዚ ንሕና ንሰርሖ ንስኻ ከኣ ኣለኻ እቲ ምዕላል ምስ መዛኖኻ ምሰናዶኻ ምጽዋት ዝተርፍ ከይኮንዳ
ድልየት ዘለዎ ኢዩ ዝሰርሖ ድልየት ሕጂ እቲ ድልየት ግን ኩሉ እኳ እተደይኮነ ኣብዘን መንእሰያት እኳ ዳርጋ የለን የለን የለን እቲ እንታይ እዩ ቁሩብ ናይ ሸቀጥ ዓይነት ፍሕትሕት ትብላ እየን ፍሕትሕት ትብላ እየን ግን ትምህርቲ እንተዝህልዎ እቲ ድሌት ዘለዎ እቲ ናቱ ዝምባሌ ዘለዎ ምማዕበለ እቲ ኢደ ጥበብ ከዓ ምኸደ እዚ ኢደ ጥበብ ንኽትሰርሖ ሰሪሕካስ ንኽትሸይጥ ጥራይ ኣይኮንካን እቲ ዕላማ ዘሎ ንገዛኻ ንገዛኻ ንባህግኻ ንዕላማኻ ንገዛኻ ክትሰርሕ ጽቡቕ እዩ ክምዕብል ኣለዎ ክሕገዝ ኣለዎን ሚኒስትሪ ትምህርቲ ኢና ንነቅፍ ንነቅፍ እዋ ንዕኦም ኢና ንነቅፍ ምክንያቱ ንሕና መበገሲ ኮይኖምና ሚኒስትሪ ትምህርቲ እዩ መበገሲ ኮይኑና መበገሲ ዝኾነና ትምህርቲ እንድዩ ቆላሕታ ክገብሩሉ ይላቦ።
ክብረት ሃበልና ክብረት ሃበልና ማማ ካብ ኩሉ ካብ ኩሉ ኣመና ዘድንቆ ነገር ከምዚ ኢልክን ወቂብክን ማዕሪግክን ንዓይ ክትጽበያኒ ብምጽናሕክን ክብረት ሃበለይ ክብራን ክብራትን ተዓዘብትና በዚ ጋጣሚ ውን ንማማ ዘውዲ ሓንቲ ጥዕምቲ ቡን ከስትያና እየን ክብረት ሃበልና ክብለን እደሊ ነዚ ዝነበረ መደብ ብጽሞና ተኸታቲልኩሞ ገለ ውን ከሲብኩምሉ ክትኮኑ እንዳተመነና ኣብ ዝመጽእ መደብ ብኻልእ ትሕዝቶ ሓድሽ መደባት ኣዝዩ ኣዛናጋዒ መደብ ክሳብ እንራኸብ ሰላም ርሑስ ቅንያት ኣሸንዳ በዓለ ቅንያት ኣዋልድ ክብል እፈቱ ክብረት ሃበለይ ሰሰናዩ እሺ ማማ ክብረት ሃበለይ ኣዝየ ደመስግን ማማ ክብረት ሃበለይ ኣሜን ኣሜን ኣሜን